ተኸታታሊት ሓቀኛ ዛንታ ስደት ዝፈተኖ ፍቕሪ ጸሓፊ ፊሊ ወዲ ባርዱ ተራኺ ሃብቶም ሓጎስ። ዓሰርተ ሰለስተ ክፋል ካብ ዝሓለፈ። ፍናን ንሰናይት ንግብጺ ዘይኮነትስ ንቱርኪ ክትከይድ ምዃና ከም ዝነገራ ተመስገን ሓው ፌክ ፓስፖርት ከም ዘስረሐላ ሰሚዕና ኔርና። ምሕረት ንሰናይት እንተተሓሒዘን ናብቲ ጥንሲ ንኸስድዳ ገንዘብ ዘለቀሐን በዓል ፑቲክ ከይደን ልቓሕን ክኸፍላ እንዳተመለሳ ከለዋ ሓበን ከም ዝደወለለን ሰናይት ከም ዝተቐበለቶ ሄለው ከም ዝበለቶ ሰሚዕና ኔርና። እንሆ ድማ ዓሰርተ ሰለስተ ክፋል። ከም ዝስዕብ ነቕርበልኩም። ሓበን ሄሎ ሰኒየ ኣለኺ ብሂወት ኢለ ቅድሚ ዝኾነ ሰላምታ ሕቶ ሓተታ ሰናይት እዎ ኣለኹ ተሓቢ ሓወይ እንታይ ደኣ እዚ ዘረባኻ ከምዚ ናይ ነዊሕ ዓመታት ዘይተራኸብና ምሲልካዮ ክንደይ ዶ ጌርና ኢና ካብ ዘይንራኸብ ኢላ ምስ መለሰትሉ ሓበን እንድዐት ሰኒየ ምሳኺ ንፍርቂ ዓመት ኣይኮነን ዓሰርተ መዓልቲ ወላ ይኹን ተዘይተራኺበ ከምዛ ዓሰርተ ዓመታት ዘይተራኸብኩ ኮይነ ይስምዓኒ ስለዚየ ከኣ ከምኡ ኢለ ኪሰኒየ ሕጂ ኩሉ ይጽናሓልና ከመይ ኣለኺ ደሓን ዶ ኢሉ እንዳሓተታ ከሎ ሰናይት ዘረባኡ ክልፍ ኣቢላ ኣቲ ሓቢ ሓወይ ንምንታይ እሞ ከምኡ ትኸውን እዚ እኮ ኖርማል ነገር እዩ ኣነ ከዓ ብጣዕሚ ፅቡቅ ኣለኹ ሸገር ኣብ ከመይ ኣሎ ኢለ ሕቶ ምስ ሓተተቶ ሓበን ኣቲ ሶኒየ ካርቱም እንደ መፅኤ ዘለኹ ከምኡ ክብለኪ ኢለ እኳ እየ ክድውለልኪ ቀንየ ናብታ ናይ ቀደም ቴለፎንኪ። ብዙሕ ግዜ ደዋዊለልኪ ምስራሕ ኣብያትኒ ኢሉ ኩሉ ምስ ነገራ ሰናይት ስንብድ ኢላ። ኦው ብሓቂ በል መዓስ ድኣ መጺእካ ኣበይ ገዛውቲ ከለኻ? ኢላ ሓተተቶ። ሓበን በዚ ጅረፍሸጥ ዝበሃል ክጻወት ኣለኹ ትፈልጥዮ ኢኽምሽ ንስኺ ከ በይ ኢኺ ዘለኺ በላ ሰናይት ንሓበን ከም ሓዋያ ትሪኦ ነይራ ወላ ሓንቲ ከይሓበት ዘላቶ ቦታ ብትኽክል ሓበረቶ ከም በዓል መድሃኒት ከይከውን ወላ ሓንቲ ከይተጠራጠረት ብሓበን ሚእቲ ካብ ሚእቲ እትተኣማመን እያ ነይራ ሓበን ኣብ ልዕሊኣ ብጀካ ሕውነታዊ ፍቕሪ ካልእ ዘለዎ ኮይኑ ኣይስምዓን እዩ ነይሩ ሓበን ግን ካብ ልቡ እዩ ዝፈትዋ ነይሩ ክመጻኪ እየ መኣስ እዩ ዝጥዕመኪ እንዳበላ ከሎ ሰናይት ምስቲ ፍናን ዝበለ ኣብ ምድላው ምጥርናፍን ስለ ዝነበረት ናብትን ናብትን ክትብል ክንደየናይ ከይጥዕመኒ ብምባል ሓበን ሓወይ ሕጂ ኣብ መንገዲ እንድየ ዘለኹ ኣብ ኮፍ ዝበልኩሉ ክድውለልካ እየ ኢላ ቻው ኢላ ክትፋነዎ ደለየት ሓበን ግን ኣይተዋሕጠሉን እሞ ትሰንየ ከነዕልል እንዴ ደልየ ክጽበየኪ'የ ግድን ትድውልለይ ኢሉ ቻው ኢልዋ ቴለፎን ዓጽዩ። ብርቱዕ ሃሩር ስለ ዝነበረ ነብሶ ንኽሕጸብ ቅያር ክዳኑ ሒዙ ናብ ሓማም ሻወር ኣትወ። ሰናይት፣ ምሕረትን ከይተረድኤን ገዛ በጺሐን ንሰለሙን እንተረኣዮ ሰለሙን ቁርሲ ቆሪሱ ናብ ስራሕ ወፊሩ ጸንሐን። ክልቲኤን ገዘኣን ኣትየን ቁርሰን እንዳቆረሳ ዕላል ጀመራ። ምሕረት ድማ ከምዚ ኢላ ጀመረትላ። ኣቲ ሰኒ ሕጅስ ናይ ብሓቂ ክትፍለየኒ ኢኺ ማለት ድዩ? እዋይ ኣነቲ ሓሳረይ ሕጂኸ ደኣ ምስ መን እየ ዝላለዮ? ጥዕምቲ ጎረበት መሓዛን ረኺበ ኢለ ኣብታ ዝቐሰንኩላ ግዜስ ክትፍለየኒ ኢኺ? ኢላ ርእሳ ሓዘት እሞ ሰናይት ድማ ከምዚ ኢላ ኣብ ምጽንናዕ መሓዝኣ ተዋፈረት። ኣቲ ምሕረተይ ከምኡ እባ ኣይትበሊ ጸሎት ጥራይ ግበርለይ ስደት ደኣ ዘይኮም እዩ የላልየካ እምበር መዓስ ይማንወካ ኮይኑ ንምንታይ ድዮም ኣነስ ምልላይ ዶ ክገድፎ ወይስ ምፍልላይ ክሎም ዶ ኢሎም ዝምስሉ ከምዚ ምስ ረኸቡ እኳ እዮም ስለዚ ምሕረት ኣነ ብሰላም ሞይቶ ኣብ ህይወተይ ክርስዕክን እዩ ወትሩ ክዝክረኪ እዩ ኩሉ ግዜ ድማ ኣብ ልበይ ኣለኺ ምስ በለታ ምሕረት ነዚ ምስ ሰምዐት ይኣምነለይ ኢላ ሓቝፋ ሰዓመታ። ፍናን ካብ ስራሕ ኣትዩ ነብሱ ተሓጻጺቡ ቴለፎን ኣልዒሉ ናብ ምሕረት ደወለ። ምሕረት ደወል ናይ ፍናን ምስ ረኣየት ሰኑ ፍናን ይድውል ኣሎ በለታ። ሰናይት ብጉያ ተቐብል ኣቢላ ሄሎ ፍናነይ! በለቶ። ፍናን ድምጺ ኣፍቃሪቱ ምስ ሰምዐ ፍሉይ ደስታ ይስምዖ ነይሩ። ሰናይተይ! ከመይ ውዒልኪ? ናፊቐኪ እኮ ውዒለ ኣነስ። ንዓኺ እንታይ ዝገብረልኪ? ኢሉ ናፍቖቱ ድሕሪ ምግላጽ ከምዚ በላ። እሞ ሰኑየ! ምስ ተመስገን ሓወይ ተደዋዊልና ከምዚ ድማ ኢሉኒ። ኩሉ ተወዲኡ'ዩ፣ ፓስፖርትኺ ተሰሪሑ'ዩ፣ እቶም ሰምሰርቲ እውን ዕርቡን ተኸፊሎም'ዮም። ሕጂ መኣስ ከም ዝድውልልኪ ስለ ዘይፍለጥ ንስኺ ድልውቲ ጽንሒ ማለት ንቱርኪ ትበርር ኣየር ክትብገስ ከላ ኣብ መንጎ የእትዮም ኣቢሎም እዮም ስለ ዝሰዱኺ ምስ ደወሉልኪ ብድድ ኢልኪ ክትከዲ መታን ሰናይተይ በጃኺ ድልውቲ ክትጸንሒ ኣለኪ እዛ ዕድል ከይተምልጠና እዛ ቴሌፎን እዮም ተዋሂቦም ዘለዉ ወላ ሕጂ ክድውሉልኪ ስለ ዝኽእሉ ማለተይ ፍሉጥ ኣይኮነን ጽቡቕ ጌርካ ሓዝያ ኢሉ ኩሉ ክትገብሮ ዘለዎ ሓደ ብሓደ ነጊርዋ ዘረባኡ ከይወደእ ተመስገን ሓውካ ኣብ ስራሕ ኣትዩ ንፍናን ምስ ሰናይት እንዳዕለለ ከሎ ኣብ መንጎ ኣተዎ። ፍናን ድማ ሰኑየ ተመስገን ሓወይ ይድውል ኣሎ እሞ ምስኡ ወዲኤ ክምለሰኪ እየ ኢሉ ንሰናይት ዓፅዩ ንተመስገን ተቐበሎ። ሄሎ ፈና ሓወይ ከመይ ውዒልካ? ስራሕ ከመይ ውዒሉ? እንታይ ደኣ ናይ ደሓን ድያ እዛ ቴሌፎንካ ቢዘ ክትብለኒ ፀኒሓ ምስ በሎ ፍናን እወ ሓቅኻ ኣለኻ ሱዳን እንድየ ደዊለ ፀኒሐ ናብታ ቆልዓ ደሓን ዲኻ ከ ከመይ ተዋዒሉ ሰላም እዩ ኣምላኽ ይመስገን ኣለና እንታይ ድየ ክብለካ ድልየ እቶም ቱርኪ ዘለዉ ሰባት ደው ኢሎምኒ ጸኒሖም ነታ ቆልዓ ድማ ድልውቲ ክትከውን ከም ዘለዋ ነጊሮምኒ ኣይፍለጥን እዩ ሎሚ ወይ ጽባሕ ድውሉላ እዮም እታ ኣየር ትኬት ቆሪጽናላ ኣለና ኢሎምኒ ኣለዉ ስለዚ ድልውቲ ክትከውን ከም ዘለዋ ንገራ ሕጂ ፋኒ ሓወይ ኣነ ክገድፈካ ብጣዕሚ እዩ ደኺመ ዘለኹ ሻወር ክገብር እሞ ቁሩብ ከዕርፍ ኢሉ ተመስገን መልእኽቱ ኣመሓላሊፉ ንፍናን ቻው ኢልዎ ቴለፎኑ ዓጽዩ ውራይ ነብሱ ገበረ ሰናይት በቲ ታሕጓስ በቲ ፍርሒ ክልቲኡ ተሓዋዊስዋ ትሕዞን ትጭብጦን ጠፊእዋ ኣብቲ ገዛ ዕንይንይ ክትብል ጀመረት ቴለፎን ምሕረት ኣብ ጣውላ ኮይና ድምጺ ክትገብር ጀመረት ሰናይት ፍናነይ ዝኸውን እንዳበለት በቲ ከኣ ወላ ሕጂ ክድውልልኪ ስለ ዝኽእሉ ቴለፎንኪ ኣብ ጽቡቕ ኣቐምጥያ ዝበላ ዘረባ ዘኪራ ብፍርሒ መላእ ኣካላታ እንዳፈጥፈጠ ናብ ቴለፎን ኣቐርብ ኢላ መን ምዃኑ ርእየ በለታ ቴሮፎን ርእይ ምስ ኣበለታ ፍናን ኮይኑ ጸኒሑ ካብቲ ዝነበረቶ ብፍርሒ ብመጠኑ ቁሩብ ተረጋጊኣ ሄሎ ፍናነይ ከመይ ጸኒሕካ በለቶ ፍናን ትቕብል ኣቢሉ። ቤላ ሰላም እዩ ዝያዳይ ንስኺኸ ከመይ ጸኒሓ? ምስ በላ ሰናይት ጽቡቕ ጸኒሐ ግን ሓቂ ክነግረካ ፍናነይ ብጣዕሚ ፈሪሐ ጸኒሐ እቶም ዝወስዱኒ ሰምሰርቲ ከይኮኑ ኢለ ማራ ፈሪሐ ጸኒሐ ናትካ ምዃና ምስ ረኣኹዋ ግን እቲ ፍርሐይ ናበይ ከይዱ እንድዒ ኢላ ኩሉ ነገረቶ ፍናን ድማ ዋእ እንታይ ኮን ክትፈርሒ ሰኑየ ዘፍርሕ ዝነበረ ኩሉ ተወዲኡ እዩ ሓሊፉ እዩ ካብ ሎሚ ብእግርኻ ምጉዓዝ ዝበሃል የለን ብኣየር እኮ ትመፅኢ ብሰላም ጥራይ ቱርክ እተው እምበር ካብኡ ባዕለይ ኣለኹልኪ ሕጂ ግን ኣጆኺ ትሕመቒ ኣይትፍርሒ ነቶም ሰምሰርቲ ከዓ ባዕለይ እንዳደወልኩ ክከታተለኪ እየ ምሕረት ከላ ድያ ምሳኺ እንተሃልያ ራኽብኒ ሰላም ክብላ ደልየ ኣለኹ ንምሕረት እውን ረኸባ እሞ ከምዚ ኢሉ ድማ ብዙሕ ለበዋ ተለዋወባ ምሕረት ሓፍተይ ከመይ ውዒልኪ ሰላም ዲዩ ኩሉ ኢሉ ሰላምታ ኣጽጊቡ ምሕረት ሓፍተይ ሓደራኺ ክሳብ እታ ትብገስ ኣብ ጎና ኮይንኪ ኣጆኺ እንዳበልኪ ኣተባብዕያ እንታይ ኮይና እያ ትፈርሕ ዘላ ኢሉ ድማ ሓቶ ሓተታ ምሕረት ድሓን እያ ፍናን ሓወይ ኣጆካ ኣይትሻቀል ኣለኩ እንዶ ኣነ ጸገም ዝብሃል የለን ኣብ ጎና እየ ዘለኩ ኢላ ሞራል ኣስነቀቶ። ፍናን ብዙሕ ምስጋና ኣመስጊኑ ቻው ክብላ እንዳ ተዳለወ ከሎ ኣብ መንጎ ቴለፎን ኣተወቶም ፍናን ትድወለከላ ይመስለኒ በላ ምሕረት እወ ትድወለኒ ኣላ እዛ ናምበርካ ኣይፈልጣን እየ እቶም ሰምሰርቲ ከይኮኑ ደኣ በለቶ። እወ ንሶም እዮም ዝኾኑ ተቐበልኦም ኢሉ ቴለፎን ዓጽዋ። ምሕረት ፍናን ምስ ዓጽዋ ትቕብል ኣቢላ ሄሎ በለቶም እቲ ዓቢ መዋፈሪ ሳምሳር ኮይኑ ድማ ጸንሐ። ሄሎ ኢሉ ቅድሚ ዝኾነ ሰላምታ ሰናይት ዲኺ ኢላ ሓተታ። ምሕረት እወ ኣነ ሰናይት እየ ኢላ ከም ሰናይት ተመሲላ እቲ ኩሉ ዝብሎ ሰምዓቶ። እሞ በሊ ኣነ ካብ ተመስገን ትኩእ ዝተላኣኩ እየ ፅባሕ ክትብገሲ ስለ ዝኮንኪ ድልውቲ ፅንሒ ኢሉ ቴለፎን ኣብ እዝና ዓፀዋ ምሕረት ካብ ሽዑ ኣትሒዛ ናፍቆት ናይ ሰናይት ኣብ ከብዳ ኣተዋ ንሰናይት ሓቁፍ ኣቢላ ድማ ሰዓመታ ሰናይት እውን ምፍልላይ ልዕሊ ምሕረት ምክኣል ስኢናቶ ኣብ ሕቁፊ ምሕረት ኣትያ ናይ ሓጎስ ንብዓት ብይዒንታ ጀረብረብ ኣበለት ኣብ ማእከል ገዛ ተሓቋቂፈን እንዳነብዓ ከለዋ ሰለሙን ኣብ ስራሕ ውዒሉ ማዕጾ ናይ ኮንሸሎ ከይተዓጽወ ጸኒሑ ክፍት ኣቢሉ እንተኣተወ ሰናይትን ምሕረትን ተሓቋቊፈን ክበኽያ ጸንሓኦ። ሰሎሙን ርእይ ምስ ኣበለን ሰንቢዱ እህ ሰኑ ምሕረት ደሓን ዲኽን? ኢሉ ናብእን ገጹ ቅርብ በለ'ሞ ሰናይትን ምሕረትን ከይረኣየን ውትፍ ስለ ዝበለን ሰንቢደን ብሓንሳብ ካብቲ ተሓቋቊፈን ናብ ናፍቖት ቃንዛ ከስተማቕራ ዝጸንሓ ንብዓተን ሓንሲሰን ፋሕ ምስ በላ ምሕረት፣ ደሓን ነስሊ ሓወይ፣ ኮፍ በል ኢላ ኮፍ ኣበለቶ። ሰሎሙን ኮፍ ኢሉ ስቕ ኢሉ ክዕዘበን ጸኒሑ። እንታይ ኣሎ ድዩ ሓድሽ ነገር? ኢሉ ድማ ደጊሙ ሓተተን። ሰናይት ክትበኪ ጸኒሓ ሒቕታ ሒዝዋ ሕንቕንቕ እንዳበለት፣ ሰሊ ሓወይ፣ ፍናነይ ደዊሉለይ ጸኒሑ፣ ጽባሕ ክብገስ ከም ዝኾንኩ እውን ነጊሩኒ። ብኸምኡ ኢና ከምዚ ኢልና ተሓቋቒፍና ጸኒሕናካ ሰሊ ሓወይ። ኣነ ምፍልላይ ኣይከኣልኩዎን ብጣዕሚ እወ ፈሪሐ ኣለኹ ኢላ ናይ ውሽጣ ዝስምዓ ኩሉ ነገረቶ። ሰለሙን ውሽጡ ሕማቕ እንዳተሰምዖ ከድፍራን ከጸናንዓን ኢሉ ንነብሱ ካብቲ ናይ ንብዓትን ሕቕንቕንቕን ሰብኣይ ምዃኑ ንኸፍልጥ ንውሽጡ ውሕጥ ኣቢሉ ኖ ሶንየ ኣጆኺ ስደት ደኣ ኩሉ ግዜ ከምኡ እዩ ብጣዕሚ የፋቅረካን ይፋተወካን እዩ ግን ኣየማንወካን እዩ ልክዕ ከምዛ ንእስነት ንእስነት ኣይምኖን እዩ ፍቅሪ ስደት ከዓ ከምኡ እዩ ንሓደ ሰብ ተፍቅሮ እምበር ኣይትመንዎን ኢኻ ማለት እንዳፍቀርካዮ እንዳፈተኻዮ ስደት ግን ብሓንሳብ ክትነብር ስለ ዘየኽእለካ እንዳተፈቓርካ ትፈላለ ስለዚ ሰኑ እየ ከምኡ ክትኮኑ የብልክን ንኩሉ ክትቅበልዮ እዩ ዘለኪ ሕጂ ግን ጽባሕ ቀረባ ስለ ዝኾነት እትዘልየኪ ንብረት ጠራናፊ። ንዓይ ከኣ ድራር እንተ ልሃባኒ ጥምየት ሕማቕ ኣለኹ ኢልዎ ንሱ ውራይ ድራሩ ገበረ። ምሕረትን ሰናይትን ድማ ኩሉ እትዘልየን ንብረት ኣብ ባልጃ ጠርኒፈን ኮፍ ኢለን ነዛ ለይቲ ክውግሓ ሄለን ጀመራ። እቶም ሰምሰርቲ ናብ ተመስገን ደዊሎም ተመስገን ቴለፎን ኣብ ኢዱ ጸኒሓ ቀጥታ ተቐበሎሞ ሓቀኛ ስሙ ድዩ ወይስ ናይ ስራሕ መጸዊዑ እንድዒ ዓንዶም ኢሉ'ቶ ንተመስገን ተላልይዎ ነይሩ። ተመስገን ሰላም ዓንዶም ከመይ ኣምሲኻ ሰላም ድዩ? ኢሉ ሰላምታ ኣቕረበሎም። ዓንዶም ድማ ግቡእ ግብረ መልሲ መለሰሉ። ሰላም እዩ ጽቡቕ ነታ ቆልዓ ደዊለላ ነይረ ንጽባሕ ድልውቲ ክትከውን ከም ዘላ እውን ነጊረያ ኣለኹ ሕጂ ግን ንስኻ እቲ ገንዘብ ከም ትስምዕና ድልው ግበሮ ቆልዓ ሰዓት ሓደን ፈረቓን ክትብገስ እያ ሰዓት ሓሙሽተን ዕስራን ድማ ቱርኩ ክትኣቱ እያ ስለዚ ቱርኩ ምስ ኣተወት ከምዝባ ከምዝባ እንዳበልካ ከይተደናጉየና ብሕጂ ከዓ ድልው ግበሮ ኢኻ ትገንዘብ ኢሉ መልእኽቲ ኣመሓላለፈ ተመስገን ነታ ናምበር ርኢ እንተበላ ናይ ቱርክ እያ ነይራ ዓንዶም ከዓ ሱዳን ከም ዘሎ ይዛረቦ ነይሩ ተመስገን ስምዓኒ እንዳ ዓንዶም ኣበይ ዲኻ ዘለኻ ኢሉ ሓተቶ'ሞ ዓንዶም ከኣ ኣነ ደኣ ኣብ ሱዳን እየ ኣለኹ ምስ በሎ ተመስገን እሞ እዚ ቁጽሪ ቴለፎን ግን ናይ ቱርኪ'ዩ በሎ ዓንዶም ትቕብል ኣቢሉ እወ ሓቅኻ ኣለኻ ናይ ቱርኪ'ዩ መሳርሕተይ'ዩ ኣጋጭ ዘራኽበኒ ዘሎ ምስ በሎ ተመስገን ኣይዋ ከምኡ ድዩ ኢሉ ተረጋጊኡ በቃ በል ኣነ ኸኣ ንሱዳን ክድውል እየ ኢሉ ቴለፎን ዓጽዩ ናብ ካልእ ክድውል ዜሮ ዜሮ ኢሉ ጀመረ። ዓሰርተ ኣርባዕተ ክፋል ይቕጽል። ብዝተረፈ ግን ከምቲ ቀዲምና ኩሉ ግዜ ንላበበኩም ነዚ ቻነል ሳብስክራይብ እንዳገበርኩም ነዚ ቪድዮ ድማ ላይክ ክትብዎ ኮመንት ክጽሕፍሉ ንምነ ኣባና ዘለኩም ነቐፌታን ርእቶን ድማ ክጽሕፉልና እንዳተተምንና ሰናይ ቅንያት